ሰላም ሎማዓንቲ እውን ከምቲ ልሙድ ኣብዚ ማሕበራዊ ሚድያ ኣዘራብቲ ኮይኖም ዝወዓሉ ዛዕባታት ሒዘልኩም መፂኣ ኣለኹ ፈለማ ግና ነዛ ቪድዮ ላይክ ምባልኩም ኣረጋግፁ ከምኡ እውን ሓደሽቲ እንድሕር ድኣ ሃሊኹም ነዛ ቻነል እዚኣ ሳብስክራይብ ንክትገብሩ እላቦ። ዘካይዶ መጥቃዕትታት ኣብ ሱዳን ጥራይ ከምዘይድረት ብምግላጽ ኣብ ጎረባብቲ ሃገራት ንዝርከቡ መዓርፎ ነፈርቲ እውን ከም ዘይንሕፎም ፈኪሩ ነይሩ። ከምኡ እውን። ናይ ምንቅስቓስ መሰሉ ብወግዒ ተዓጊቱ ከም ዘሎ ዘመልክት እዩ፣ ወጺኡ ነይሩ እንተ ዝኸውን እንታይ ከጋጥም ነይሩ ክብል ብሕቶ ሻቕሎት ተዛሪቡ።
ከምኡ እውን። ፌስቲቫል ኤርትራ ክልተ ሽሕን ዕስራን ሽዱሽተን ሎሚ ቀዳም ዓሰርተ ሸሞንተ ሓምለ ኣብ ሰዓታት ቅድሚ ቀትሪ ብፕሬዝደንት ኢሲያስ ኣፎርቂ ብወግዒ ተኸፊቱ። ከምኡ ውን። እዚኦምን ካልኦትን ኣዛራብቲ ኮይኖም ዝውዓሉ ዛዕባታት ብሓንሳብ ክንርኢ ኢና። ፈለማ ግና ነዛ ቪድዮ ላይክ ከምኡ ውን ሓሳባትኩም ኣብ ቦታ ምሃብ ርእይቶ ሕደጉ። ሓደሽቲ እንድሕር ደኣ ሃሊኹም ድማ ነዛ ቻነል እዚኣ ሳብስክራይብ ምባልኩም ኣረጋግጹ።

ናብ ናይ ፈለማ ዛዕባና ክንሓልፍ እንከለና፣ ፕሬዚዳንት ሉኣላዊ ቤት ምኽሪ ሱዳን ዝኾነ ሌተናል ጀነራል ዓብዱልፈታሕ ኣልቡርሃን ኣብ ኤርትራ ምብጻሕ ኣካይዱ ኣሎ ናተባህለ ይርከብ። እስከ ዕላማ እዚ ምብጻሕ እንታይ እዩ ንዝብል ሕቶ ትምልስ ቪድዮ ኣላትኒ ተኸታቲልናዮ ንመለስ። ሎሚ ናብ ርእሰ ከተማ ኤርትራ ኣስመራ ዝኣተወ ጀነራል ዓብዱልፈታሕ ኣልቡርሃን ምስቲ ኣብ መዕርፎ ነፈርቲ ዝተቐበሎ ፕሬዚደንት ኢሳያስ ብምርኻብ ሰፊሕ ልዝብ ከካይድ እዩ። ሚኒስተር ዜና ኤርትራ የማነ ገብረመስቀል ብመንገዲ ኤክስ ወይ ናይ ቅድም ትዊተር ዘርጊሕዎ ኣብ ዘሎ ሓበሬታ፣ ክልቲኦም መራሕቲ ብዛዕባ ምዕባለታት ሱዳን ከምኡ'ውን ንኽልቲኦም ወገናት ዘገድሱ ዞባውን ዓለምለኻውን ጉዳያት ክዘራረቡ እዮም ኢሉ። ብወገን ሱዳን ዝወጸ መግለጺ ከም ዘነጽሮ፣ ዑደት ናይቲ ኣቦ ወንበር ልኡላዊ ቤት ምኽሪ ሱዳን ዝኾነ ጀነራል ዓብዱልፋታሕ ኣልቡርሃን፣ ኣብ ዝተፈላለዩ ዓውድታት ኣብ መንጎ ኤርትራን ሱዳንን ዝህሉ ሓበራዊ ምትሕግጋዝን ዘደንፍዕ ምዃኑ የመልክት። ክልቲኦም መራሕቲ ብዛዕባ ገስጋስ ናይቲ ኣብ መንጎ ክልቲኤን ሃገራት ዘሎ ክልተኣዊ ዝምድና ክዘራረቡ ምዃኖም እውን ተሓቢሩ'ሎ። ኣብ መንጎ ክልቲኦም ኣሕዋት ህዝብታት ዘሎ ዓሚቕ ሕውነታዊ ርክባት ምሕያል ኣገዳሲ ምዃኑ እውን ጸብጻብ ማዕከን ዜና ሱዳን ዝኾነ ሱና ይጠቅስ። ኣብቲ ዞባ ጸጥታን ምርርጋእን ንምስፋን ሓበራዊ ምውህሃድ ናይ መራሕቲ ከምዘሎ እውን እቲ ብወገን ሱዳን ዝወጸ ሓበሬታ ገሊጹ'ሎ። ኣብ ኲናት ሓድሕድ ሱዳን ጸግዒ ሰራዊት ሱዳን ዝወሰደት ኤርትራ፣ ምትእትታው ሃገራት ወጻኢ ነቲ ጉዳይ ይሓላልኾ ከም ዘሎ ክትነቅፍ ምጽንሓ ይፍለጥ። ኤርትራ፣ እቲ ደማውን ኣዕናውን ኲናት ኣብ መንጎ ሱዳናውያን ብዝግበር ልዝብ ብደገፍ ጎረባብቲ ሃገራትን ክፍታሕ ኣለዎ በሃሊት እያ። እቲ ኣብ ሚያዝያ ክልተ ሽሕን ዕስራን ሰለስተን ዝተወልዐ ግጭት ሱዳን፣ ኣብ መንጎ ጀነራል ዓብዱልፋታሕ ኣልቡርሃንን መራሒ ሓይልታት ቅልጡፍ ደገፍን ሞሓመድ ሓምዳን ዶግሎ ብዝተፈጥረ ዘይምስምማዕ፣ ዝተበገሰ ምዃኑ ይፍለጥ። እንተኾነ ብጀነራል ኣልቡርሃን ዝምራሕ ሰራዊት ሱዳን ነቲ ኲናት ናብ በሪ ኣማን ከብጽሖ ሓላፍነት ከም ዘለዎ'ዩ ብወገን ኤርትራ ነቲ ኲናት ዝምልከት ኣብ ዝወጽእ ምጉት ዝግለጽ። ኣብ ፈለማ ናይዚ ዓመት ኢሲያስ ገይርዎ ኣብ ዝነበረ ቃለ መሕተት ኣብ ሱዳን ክሳብ ሎሚ ሓድሕድ ኲናት ኣይነበረን የለን ውን ናይ ጀነራላት ግጭት ወይ ውድድር ውን ኣይኮነን ብምባል እዞም ጀነራላት እዚኣቶም ይኹን ሰራዊት ከም ልኡላዊ ትካል ናይ ሱዳን እዋናዊ ሓላፍነት ወይ ድማ ተልእኾ ተዋሂብዎ ዝኸይድ ዘሎ እምበር ኣብ ስልጣን ዘወዳድር ምኽንያት እውን የብሉን ክብል ብዛዕባቲ ድሕሪ ህዝባዊ ናዕቢ ዝተመስረተ ብሰራዊት ዝምራሕ መሰጋገሪ መንግስቲ ተንቲኑ ነይሩ እዩ። ኤርትራ ንጉዳይ ሱዳን ንምርግጋእ ትሰርሕ ከም ዘላ እኳ ትገልጽ እንተኾነት ንሰራዊት ሱዳን ግን እንታይ ዓይነት ደገፍ ትህብ ከም ዘላ ንጹር ኣይኮነን። ጀነራል ሞሓመድ ሓምዳን ደግሎ ማለት መራሒ ሓይልታት ቅልጡፍ ደገፍ ዝኾነ ጀነራል ኣብ ሰነ ክልተ ሽሕን ዒስራን ሓሙሽተን ንኤርትራን መራሒኣን ብምጥቃስ መጠንቀቕታ ሂቡ ምንባሩ ይዝከር። ሕሜቲ ኣብ ዘይተፈልጠ ቦታ ኮይኑ ዘርጊሕዎ ኣብ ዝነበረ ናይ ቪድዮ መልእኽቲ ሓይልታት ቅልጡፍ ደገፍ ዘካይዶ መጥቃዕትታት ኣብ ሱዳን ጥራይ ከምዘይድረት ብምግላጽ ኣብ ጎረባብቲ ሃገራት ንዝርከቡ መዓርፎ ነፈርቲ እውን ከምዘይንሕፎም ፈኪሩ ነይሩ። ሎሚ ኣብ ኣዲስ፣ ወያነ ንምቅዋም ኣብ ዝተኻየደ ሰልፊ፣ ኣባላት ብርጌድ ንሓመዱ ምርካቦም ስዒቡ ኣዛራቢ ማሕበራዊ ሚድያ ኮይኑ ውዒሉ ኣሎ። እስከ እቲ ዝርዝር ተኸታቲልናዮ ንመለስ።

እንሆ ሎሚ ዓመት እውን ኩለን ዞባታትን ብሄራትን ትሕዝቶኣን ዘላለያሉ ሰዓት ኣኺሉ መደቡ ኣሃዱ ኢሉ ይፍልም ኣሎ። ፌስቲቫል ኤርትራ ክልተ ሽሕን ዕስራን ሽዱሽተን ሎሚ ቀዳም ዓሰርተ ሸሞንተ ሓምለ ኣብ ሰዓታት ቅድሚ ቀትሪ ብፕሬዝደንት ኢሰያስ ኣፍወርቂ ብወግዒ ተኸፊቱ። ኣብቲ ንብዙሕነትናን ኣብኡ ዘሎ ስጥመትን ብዘንጸባርቕ ባህላዊ ትልሂታትን ያታዊ ጣዕመ ዜማታትን ብሄራት ኤርትራ ዝማዕረገ ኣብ ቀጽሪ ኤክስፖ ዝተኻየደ መኽፈቲ ስነ-ስርዓት ፕሬዝደንት ኢሰያስ ብላዕለዎት ሰበ-ስልጣን መንግስትን ግንባርን ኣብ ኤርትራ ዝመደበሮም ኣምበሳደራትን ዲፕሎማሰኛታትን ከምኡ'ውን ብርክት ዝበሉ ካብ ውሽጥን ወጻእን ዝመጹ ዜጋታት ተሰንዩ ቀሪቡ ንዘሎ ትሕዝቶታት ተዓዚቡን መግለጺ ተዋሂብዎን። ፕረዚደንት ኢሳያስ ኣብ ቁሸት ዞባታት እናተዘዋወረ ፍርያት ዞባታትን ዝርግሐ ማሕበራዊ ኣገልግሎታትን፣ መደባት ሕርሻዊ ልምዓት፣ ታሪኻውን ቅርሳውን ንዋትን ስእልታትን፣ ባህላውን ተፈጥሮኣውን ሃብቲ፣ ውጽኢት ምህዞን ሰንዓን ከምኡ'ውን ጸጋታት ቀይሕ ባሕሪ ኤርትራን ካልእ ትሕዝቶታትን ተዓዚቡ። መቐጸልታ እቲ እናዓበየ ዝመጽእ ዘሎ ጽልዋ ኤርትራ፣ ደቡብ ኮርያ ኣብ ኤርትራ ኣምባሳደር ከም ትሸውም እናተገለጸ ይርከብ። ብተወሳኺ ድማ ካብ ዲፕሎማስያዊ ጉዳያት ከይወጻና፣ ናይ ባሕሪ ቀረባት ምብራቓዊ ሱዳን እናተለዋወጠ ኣብ ዝኸደሉ ዘሎ ኣብዚ ሎሚ እዋን፣ ኤርትራ መተካእታ ኣልቦ ማእከል ሎጂስቲክ ትኾን ከም ዘላ እናተዘረበ ይርከብ። እስከ እቲ ዝርዝር ተኸታቲልናዮ ንመለስ። ሃገረ ደቡብ ኮርያ ኣብ ኤርትራ ዘለዋ ተገዳስነት ዘርኢ ንመንግስቲ ኤርትራ ወረቐት ስርሑ ኣብ ቀረባ እዋናት ከረክብ ትጽቢት ዝግበረሉ ኣምባሳደር ከምዝመዘዘት ይግለጽ ኣሎ። ደቡብ ኮርያን ኤርትራን ካብ ትሑት ታሪኻዊ ንጥፈታት ንግዲ ናብ ንጡፍ ልምዓታዊ ሽርክነት ብስትራተጂካዊ ምስግጋር ዘጉልሕ ክልተኣዊ ዝምድናታት ኣብ ምዕባይ ከምዝርከባ ኣብ ዝግለጸሉ ዘሎ እዋን፣ እታ ሃገር ኣምባሳደር ከም እትመዝዝ ተገሊጹ። ኣብ ኤርትራ ኤምባሲ ከይከፈተት ንፓርክ ሳንግ-ቴይ ኣምባሳደራ ገይራ ሓጺኣ ዘላ ደቡብ ኮርያ፣ ምስ ኤርትራን ሰፊሕ ዞባ ምብራቕ ኣፍሪቃን እተካይዶ ዲፕሎማስያዊ ምትእስሳር ናብ ስትራተጂካዊ ጸጋታት፣ ቀጻልነት ሕርሻ፣ ከምኡ'ውን ስሉጥ ልምዓታዊ ሓገዛት፣ መሓውራዊ ለውጢ ከተካይድ ድልውቲ ምህላዋ ተገሊጹ። እዚ ከምዚሉ እንከሎ፣ ኣወሃሃዲ ትካላት ሕቡራት ሃገራት ኣብ ኤርትራ ሚስ ናህላ ቫልጂ ምስ ኣምባሳደር ኤርትራ ኮይኑ ተሓጽዩ ዘሎ ኮርያዊ ፓክ ሳንግ ተይ ኣብ ካይሮ ከምዝተራኸበት ሓቢራ። እታ ኣብ ኤርትራ ንዘለዉ ትካላት ሕቡራት ሃገራት ብንጥፈት መሪሓ ብዙሕ ንሃገርና ክጠቕሙ ኣብ ዝኽእሉ ዓበይቲ ዕማማት ብትጋ ትሰርሕ ዘላ ወኪል ኣብ ካይሮ ናይ ዲፕሎማሲ ትራንዚት ኣብ ዝገበረትሉ እዋን ካብ ዘለዋ ግዜ ምስ ኣብ ቀረባ እዋናት ንመንግስቲ ኤርትራ ወረቐት ስርሑ ንኸረክብ ተዳልዩ ዘሎ ኣምባሳደር ፓርክ ሳንግ ተይ ኣብ ጉዳይ ሃገርና ዝምልከት ዛዕባ ምዝታያ ሓቢራ። ሚስ ናህላ ቫርጂ ኣብቲ ኣብ ማሕበራዊ መራኸቢኣ ትማሊ ሰሉስ ዘስፈረቶ ጽሑፍ፣ ምስ ኣምባሳደር ፓርክ ሳንግ-ተይ ብዛዕባ ሽርክነት ውድብ ሕቡራት ሃገራት ኣብ ኤርትራን ኣብ ሃገርና ምትሕብባር ክግበረሉ ዝኽእል መዳያትን ኣብ ዝምልከት ኣገዳሲ ዘተ ከምዘካየደት ገሊጻ'ላ። ስትራተጂካዊ ኣቀማምጣ ዘለዋ ኤርትራ፣ ወደባታ ኣገዳሲ ተራ ክጻወቱሉ ዝኽእሉ ምዕባለ ከእንግድ ከም ዝጅምር ተገሊጹ። እዚ ሓድሽ ናይ መተሓላለፊ መስመር፣ ንኤርትራ ሃገራዊ እቶታ ዘዕብን ዝዓበየ ዞባዊ ምትእስሳር ክፈጥረላ ከም ዝኽእልን መርበብ ጂኦፖለቲካል ኣፕደይትስ ገሊጻ። እዚ ሓድሽ ምዕባለ፣ ድሕሪ ግብጽን ኤርትራን ኣብ ወርሒ ጉንበት ፕረዚደንት ኢሳያስን ሚኒስተራት ጉዳያት ወጻኢ ኤርትራን ግብጽን ኣብ ዝተረኽብሉ ስነ-ስርዓት፣ ኣብ መጓዓዝያ ባሕርን ኣገልግሎት ወደባትን ዘተኮረ ስምምዕ ድሕሪ ዝኸተምኦ ዝሰዓበ ከምዝኾነ'ዩ ዝግለጽ።
እስከ ሕጂ ከኣ ብሓንቲ ንእስቲ ዝቐረበት ጥዕምትን ብልጽትን ግጥሚ ክእንግደኩም። ልዕሊ ትብዓት ተኣምር ዝፍጽሙ፣ ረበጽ ባህሪ ረጊጾም ዘዕምሙ፣ ባሕሪ ጨዲዶም ጺም ጠርዓሙ ንህቢ ኮይኖም ንዝብኢ ዝህደሙ ሕሉፍ ፍቕሮም ዝኾነልኪ በጃ ስፋን ክትውንኒ ዝተሰለሙ ግምጃ ውሕስነት ክብርኺ ኣለውኺ ትሕጃ ሓቂ ከይትኽወል ዝቐዱ መጋረጃ ኣንቲ ሃገረይ ሃገር ጀጋኑ ስጋታትኪ ከም ወርቂ ዝምዘኑ እወ ብሓዊ ዝፍተኑ ስግዳን ደይፈቱ ንሰብ ክደኑ ቀኒዐ እምበር ኣነስ ቀኒኤ ስመይ ክዓርግ ምስዝኖም እተሰምዐ ከምቲ ኣብ ጸላም ብርሃን ዝወለዐ ኣነ ውን ክኸውን ናብ ከውሒ ዘልመዐ ጥራይ ንገርኒ እቲ ካባይ ትደልዮ ደመይ ሰቲኺ ትንፋሰይ ውን ወንንዮ ጸጋ ጉልበተይ ኣብ መዓላ ኣውዕልዮ መግለጺ ፍትወተይ እዚ ውን ኣውሒደዮ ጸሓይ ህረሩማ ምእንታኺ ይቅሎ ቀዝሒ ቁሪ ኣብ ነብሰይ ክቅበሎ ዝወርድ ዳርራዕ ኣብ ነብሰይ ከዝሕሎ ግደይ ከበርክት ቃል እውን እንተሎ ደምረ ሃፀይ ኣብ እጡር ሰረት መበገስ ምዕባለን መፃኢ ኣንፈት ድኹዒ ይኾነኪ መለምለሚ መሬት ፍረይ ኮጉላዕልዐ ክትረኽቢ ዕግበት ኣዝዝኒ ልዕሊ ትንፋስ ህወት ከዕግበኪ ወላ ኣትኹን ንእለት እፎይ ክብል ድሕር ንመስዋእትነት ንሞት እውን የድልዮ ዩ ቅሳነት ኣንቲ ሃገረይ ሃገር ጀጋኑ ስክታትኪ ከም ወርቂ ዝምዘኑ እወ ብሓዊ ዝፍተኑ ስግዳን ደይፈቱ ንሰብ ክደኑ ርእሶም ኣሚኖም ብጽፍሮም ድሓሩ ርሃጾም ኣንጠብጢቦም ኮሪዖም ዝነብሩ ኮኾብ ርሃጾም ኣንጠብጢቦም ኮሪዖም ዝነብሩ ኮኾብ ከብርሃሎም ንላዕል ዘይንክዓሩ ኣነ ውን ምስኦም ምስኦም ስርዕኒ ጸላም ዝቐድድ ጸዓት ኣለኒ ኒሕ ዝድርዓኒ ስመይ ክለዓል ኩሉ ልኣኽኒ ኤርትራይ ደመይ ህዝባዊ ግንባር መትነይ ሻዕቢያይ ጎነይ ዘልኣለም ሻዕቢያ ርሑስ ቅንያት በዓል ናጽነት ጽንዓትና ኣውሕስና ዓወት ንሓፋሽ! እቲ ካብ መዝነቱ ብሓይሊ ዝተኣልየ ፕሬዚዳንት ግዝያዊ ምምሕዳር ነበር ትግራይ ዝኾነ ጀነራል ታደሰ ወረደ ኣብ ምንታይ ኩነታት ይርከብ ንዝብል ሕቶ ቢቢሲ ዘዳለዎ ፀብፃብ ኣሎ። እስከ ተኸታቲልናዮ ንመለስ። ጀነራል ታደሰ ወረደ ኣብ ምንታይ ኩነታት ይርከብ? ካብ ፕሬዚደንት ግዝያዊ ምምሕዳር ትግራይ ብሓይሊ ዝተኣለየ ጀነራል ታደሰ ናበይ ኣበለ? እዚ ናይ ብዙሓት ሕቶ እዩ። ኣብ ሰላሳ ሚያዝያ ካብ ስልጣኑ ካብ ዝዕሎ ጀሚሩ ብዛዕባ ዝርከበሉ ኩነታት ጭቡጥ ሓበሬታ ኣይነበረን። ህወሓት ነቲ ብስምምዕ ፕሪቶርያ ዝፈረሰ ቤት ምኽሪ ብምምላስ ንኣቦ ወንበሩ ፕረዚደንት ከም ዝኾነ ኣዊጁ። ጀነራል ታደሰ እቲ ስልጣን ብጉልበት ዝተቖፃፀረ ሓይሊ ንዝመፅእ ሳዕቤን ተሓታቲ ከም ዝኸውን ኣፍሊጡ ነይሩ። ድሕሪኡ። ደሃዩ ኣይተሰምዐን። ኣብ ምንታይ ኩነታት ከም ዝርከብ ንፈለማ እዋን ካብ መቕርባቱ ጭቡጥ ሓበሬታ ረኺብና ኣለና። ኣምባሳደር ኣሜሪካ ኤርቪን ማሲንጋ ብሮቡዕ ሸሞንተ ሓምለ ክልተ ሽሕን ዓሰርተ ሸሞንተን ዓመተ ምህረት ኢትዮጵያ ናብ መቐለ ኣብ ዝተጓዓዘሉ ምስ ጀነራል ታደሰ ንምርኻብ እውን ቆፀሮ ነይርዎ። ብከባብያዊ ኣቆፃፅራ ረፋድ ሰዓት ሓሙሽተ ክራኸቡ ተቋፂሮም። ከባቢ ሰዓት ኣርባዕተ ረፋድ ግና ናብ ዋና ሓለዋ ጀነራል ታደሰ ስልኪ ተደዊሉ ሓደ ቀጢን ትእዛዝ ተመሓላሊፉ። ምንም ዓይነት ዕጀባ ከይትህቡ፣ ምንቅስቓሳት ከይትገብሩ፣ መኪናታት ከይንቀሳቐሳ እዚ'ውን ንጀነራል ታደሰ ኣፍልጥዎ ዝብል ትእዛዝ ነይሩ። ነቲ ትእዛዝ ጥሒሶም ዝኾነ ምንቅስቓስ እንተገይሮም ድማ ኻልእ ኽገትእ ዝኽእል ሓይሊ ከም ዘሎ ሓውሲ መጠንቀቕታ መምርሒ ተዋሂብዎም። እዚ መምርሒ ድማ ንባዕሉ ንጀነራል ታደሰ ከምኡ'ውን ንኹሎም ሹፌራትን ሓገዝቱን ክንገሮም ተሓቢርዎም። ሓደ መቕርብ እዚ ኣጋጣሚ ሓደ ዓዲ ይመርሕ ዝነበረ ጀነራል ናይ ምዝራብ፣ ሰባት ናይ ምርካብ፣ ናይ ምንቅስቓስ መሰሉ ብወግዒ ተዓጊቱ ከም ዘሎ ዘመልክት እዩ፣ ወጺኡ ነይሩ እንተዝኸውን እንታይ ከጋጥም ነይሩ ክብል ብሕቶ ሻቕሎት ተዛሪቡ። እዚ ክስተት ኣብ ናይ ገዛ ማእሰርቲ ከም ዘሎ ብቕሉዕ ዘርኢ እዩ ድማ ኢሎም። ብፍላይ ድሕሪ እቲ ናይ ብረቡዕ ተጓንፎ ንሱ ዝቆጻጸሮ ዝኾነ ነገር ከም ዘየለን ኣብ መጻኢ እንታይ ክፍጠር ከም ዝኽእልን ንቤተሰብን ንመቕርባቱን ዘጨንቕ ኮይኑ ከም ዘሎ ቢቢሲ ካብቶም ምንጭታት ክርዳእ ክኢሉ። ኣብዚ ጉዳይ ካብ ቢሮ ሰላምን ፀጥታን ትግራይ መብርሂ ንምርካብ ዝገበርናዮ ፈተነ ኣይሰመረን። ካብዚ ብምቕፃል ድማ ሰራዊት ትግራይ ንምዕራብ ትግራይ ናፃ ንምውፃእ ምድላዋተይ ዛዚመ ኣለኹ ናበለ ይርከብ። እስከ እቲ ዝርዝር ታይ ይመስል ተኸታቲልናዮ ንመለስ።

ኣብ ክልተ ሽሕን ዓሰርተ ሰለስተን ክሳብ ክልተ ሽሕን ዓሰርተ ሓሙሽተን ዝተኸፈለ መስዋእቲ ብምሉኡ መጨረሻ ውፅኢቱ ናይ ህዝቢ ትግራይ መፃኢ ዕድል ምስትኽኻል እዩ። እዚኣ ንምግባር ከዓ ኩላህና ኢድ ብኢድ ተተሓሒዝና ክንቃለስ

እስከ ነዛ መልኪቱ ኣብ ከረን ዝተሰርሐት ሓንቲ ቪድዮ ኣላ ኣንጊደኩም ክምለስ። ሞትና እዩ ኩልና እስላማይ የብልናን ክርስትያን ቅዱስ ገርጊስ ዘይብል ሰብ የለን። ጓል ድሕሪ ደሊኻ ክርክርስትያናይ ይህበካ ኣስላማይ ክርስትያናይ ድሕሪ ደልዮ ጓል ትወሃብ እዚኣ ከማ ፍለጥ እያ። ኣይኮነን ኣይበሃልን እዩ መዋስቦ ክርስትያን ናብ እስላማይ ከይዱ ጓልካ ደል የብሉ ሂበካ ብሎ እስላማይ ክርስትያን ማለት ጓል ደል የብሎ ይህቦ ሓድነትናን ፍቕርናን ብዓይኒ ሓቂ እዚ ኢልካ ዘይግለጽ ስለ ዝኾነ እዚ ሓደ ተውህቦ ናትና እዩ ብረቢ ዝተዋሃበና ማለት እዩ ኩሉ ዘዚ ሰላም ረኺብናዮ ዘለና ንፋቐር ስለ ዝኾንና ሓድነት ስለ ዘለና ሃገርና ውን ብሓንሳብ ወዲቕና ብሓንሳብ ተጋጊና ብሓንሳብ ሰሪሕና ስለ ዘምጸእናያ እዚ ፍቕሪ እዚ ኣብ ማንም ቦታ ከይድካ ዘይርከብ ስለ ዝኾነ ሓደራ ማንም ሰብ ሃይማኖት ከይፈለና ኩላትና ብሓባር ብፍቕርን ብስኒትን ንነብር ምህላውና ከኣ እዚ ኣብ ማንም ቦታ ከይድካ ዘይትረኽቦ ጸጋ እዩ። ብስግረ ዶብ ዝወጹ ኤርትራውያን ናብ ዓዶም ንከይምለሱ ዝገብር ዘሎ ምኽንያት መንግስቲ ኤርትራ ዶ ወይስ ተቓወምቲ ሓይሊ? መንዮም እዮም ኢልኩም ትሓስቡ? ጀዲዳ ነዚ ኣመልኪቱ ዝሃቦ መልሲ ኣሎ። ንሱ ድሕሪ ምስማዕና ድማ ንሃትኩም ሓሳብ፣ መንግስቲ እዩ ወይ ድማ ተቓወምቲ ሓይልታት እዮም ኢልኩም ኣብ ቦታ ምውሃብ ርእይቶ ሓሳባትኩም ሕደጉ። ፈለማ ግና ነታ ቪድዮ ከእንግደኩም። ዓዶም ዚኣትዉ ብሰንኪ እስያስ ገለመለ ገለመለ ሓሶት ለኻብጥ እስያስ ኣይኮነን እስኻትኩም ዓድና ንኸይንኣቱ በቃ ኣብ ኤርትራ ደየለ ከምዚ ገይሮም ይኣስሩ እዮም ከምዚ ገይሮም የብሉ እዮም ከምዚ ገይሮም የብሉ ኢልኩም ንመንእሰያት ኣብዚ ሚድያ ከቢድኩም ኣፍኩም ዓጊርኩም መንእሰይ ዓዱ ንኸይምለስ፣ ኣዲኡ ንኸይሓቁፍ፣ ኣዲኡ ንኸይርኢ፣ እስኻትኩም ስድራኹም ወለድኹም ሓቑፍኩም ኣንሕና ከም በዓል ንሕና ኣብ ዕሸል ንእስነትና ፍቕሪ ወለድና ከይጸገብና፣ ፍቕሪ ዓድና ከየጸገብና፣ ዝወጸና ዓድና ንኸይንምለስ ብዙሕ ሰሪሕኩም ኢኹም። ኣነ ከም ኣነ ጀይዳ ከኣ ዝሓለፈ ክልተ ሰለስተ ዓመት ምሉእ ሰሪሐ እየ፣ ቲክታክ ወላ ሓደ ኣይሰራሕኹን። ተረዲኹምኒ? እቲ ጽቡቕ ነገር ከኣ ተፈሊጠ እየ፣ ብፍላጥ ምፍላጥ ከኣ ልዕሊ ማንም ኣብ ቲክታክ ተፈሊጠ እየ። ሎሚ ዓመት ኣብ ፕሮሞስ ይብለኩም ኣለኹ፣ ወላሂ ኣልዓዚም ንብለኩም ኣብነት ባዕለይ ክኾነኩም እየ፣ ባዕለይ። ንሶም ብኣፎም ምሽ ዓድና ንኸይንኣቱ ፍርሒ ከም ፍርሒ ከም ዝሕድር ገይሮም ዋላ ኣነ ፈሪሐ ነይረ ቅድሚ ሕጂ ዋላ እብለኩም ኣለኹ ሆይ ኣነስ ዓደይ ክከድኒ ኤስያስ ክኣስረኒ እንድዩ ኣባ መንግስቲ ኤርትራ ክኣስረኒ እንድዩ ሆይ ኣይከይድኒ ዓደይ ትትረፈኒ ዓደይ ንዕባ ካምፓላ ሕለፊ ንዕባ ግብጺ ሕሰ ሕለፊ ንዕባ ኣዲስ ኣበባ ብላ ድያ ማዜርኻ ነው ናባይ ክትመጽእ ጄዳ ወደይ ኣነ ኣነ ኣነ ጥራይ ኮንኩ እናፊኣካ ወላ ኣሕዋትካ ድሕሬኻ ድሕረኻኻ ሰለስተ ቆልዑ ተወሊዶም ንሳቶም። ካብዚ ብምቕጻል ድማ ተቐዳዳማይ ብሽክለታ ሄኖክ ሙሉብርሃን ወናኒ ቀጠልያ ማልያ ኮይኑ ኣሎ እናተብሃለ ይርከብ። ካብኡ ብተወሳኺ ድማ መበል ዓሰርተ ሰለስተ መድረኽ ቱር ዲ ፍራንስ ቀጺሉ ውዒል ኣሎ። እስከ እንታይ እንታይ ምዕባለታት ኣሎ ተኸታቲልናዮ ንመለስ። ኤርትራዊ ተቐዳዳማይ ክለብ ኣስታና ሄኖክ ሙሉብርሃን ሎሚ ኣብ ዝተኻየደ ሻብዓይ መድረኽ መበል ዕስራን ሓሙሽተን ቱር ኦፍ ማግኒፊሸን ካይሌክ ኣብ ሞንጎ ውድድር ኣብ ዝነበረ ቅጽበታዊ ውድድር ብዝኣከቦ ነጥብታት ቀጠልያ ማልያ ክሕዛ ከምዝኸኣለ ተፈሊጡ። ወዲ ሙሌ ኣብዚ ሎሚ ሚእትን ሓሙሽተን ነጥቢ ኣርባዕተ ኪሎ ሜተር ርሕቐት ዝሸፈነ መድረኽ ኣብ ቀዳመይቲ ናይ ነጥቢ ቅጽበታዊ ውድድር ቀዳማይ ኣብታ ካልኣይቲ ከኣ ሳልሳይ ተርታ ድሕሪ ምሓዙ'ዩ ቀጠልያ ማልያ ካብ ኮሎምብያዊ ጆናታን ካይሴዶ መንጢሉዋ። ይኹን እምበር ሄኖግ ምስ ዝተቐዳዳማይ ተመሳሳሊ ኣርብዓን ሽዱሽተን ነጥቢ ሒዙ ብምህላዉ ጽባሕ ኣብ ሻምናይን ናይ መወዳእታን መድረኽ ነዛ ማልያ ኣብ ምዕቃብ ሓያል ውድድር ይጽበዮ ኣሎ። ዴንማርካዊ ኣሌክሳንደር ሳልቪ'ውን ኣርብዓን ሓሙሽተን ነጥቢ ሒዙ ኣብ ሳልሳይ ተርታ ተሰሪዑ ብምህላዉ ናይ ሎሚ ዓመት ቀጠልያ ማልያ ሰለስተ ተቐዳደምቲ ኣብ ናይ መወዳእታ ሚእትን ኣርብዓን ሽዱሽተን ኪሎሜተር ዝተሃላለኹላ ኮይና ኣላ። ናይ ጽባሕ ሻምናይን ናይ መወዳእታን መድረኽ ኣብ ሞንጎ ኣርባዕተ ናይ ነጥቢ ቅጽበታዊ ውድድር ዝሓዘለ ብምዃኑ እዞም ሰለስተ ተቐዳደምቲ ምሉእ መዓልቲ ተሓላልዮም ብምውዓል'ዮም ዝለዓለ ነጥቢ ንምውሳድ ክጽዕሩ ብፍላይ ድሕሪ'ተን ሰለስተ ናይ ነጥቢ ቅጽበታዊ ውድድር ኣርባዕተ ነጥቢ ክልተ ሚኢታዊት ናይ ምቕናን ዓቕን ዘለዋ ኣስታት ዓሰርተ ኪሎሜተር ንውሓት ትውንን ዓቕብ ስለዘላ ነዞም ተቐዳደምቲ ክትፈላሊ ከምእትኽእል'ዩ ዝግመት። ሄኖክ ብዘይካ ኣብ ቀጠልያ ናይ ነጥቢ ማልያ፣ ብጫ ናይ ግዜ ማልያ ንምውሳድ ኣብ ዝካየድ ዘሎ ቅልስ ውን ካብቲ ነዛ ማልያ ሒዝዋ ዘሎ ጆናታን ካይሴዶ ብዕስራ ካልኢት ጥራይ ድሒሩ ኣብ ሳልሳይ ተርታ እዩ ዘሎ። ስለዚ ኣብዚ ናይ መወዳእታ መድረኽ ንኽልተ ማልያታት እዩ ክቃለስ ክውዕል። ትማሊ እዚ መድረኽ ብምኽንያት ሕማቕ ኩነታት ኣየር ምስራዙ ሄኖክ ዝርከቦም ነቲ ኮሎምብያዊ ተቐዳዳማይ ክቕድሙ ዝቃለሱ ዘለዉ ተቐዳደምቲ ተሃስዮም እዮም። ነተን ማልያታት ንምውሳድ ዝነበሮም ናይ ሰለስተ መድረኻት ዕድል ናብ ክልተ መድረኻት ስለዝወረደ፣ ኤርትራዊ ተቐዳዳማይ ሄኖክ ሙሉብርሃን ዝሓለፈ ዓመት ኣብዚ ውድድር ቀጠልያ ማልያን ብጫ ማልያን ብሓባር ክወስደን ከምዝኸኣለ ኣይርሳዕን። ኣብ መወዳእታ ድማ ቀዳማይ ሚኒስትር ኢትዮጵያ ዝኾነ ኣብይ ኣሕመድ ምስላ ትግርኛ ተጋግዩ ኣብ ዘይዓውዱ ኣጣሚሙ ብምቕራቡ መስሓቕ ነጠፍቲ ማሕበራዊ ሚድያ ኮይኑ ይርከብ። እስከ ኣብይ ኣሕመድ እንታይ እዩ ኢሉ? ተኸታቲልና ንመለስ። እዛ ምስላ ጽቡቅ ጌርኩም ትፈልጥዋ እንተ ኣለኹም ኴንኩም ኣብ ቦታ ኮመንት ክትጽሕፍዋ ክጽበ እየ። ፕራይም ሚኒስተር ናይ ኢትዮጵያ ኣብይ ኣሕመድ ዓሊ ኣብ ዝሓለፈ ሰሙን ሓደ ግጉይ ዝኾነ ምስላ ጠቒሱ ነይሩ። ወይ ንሱ ተጋግዩ ኣሎ ወይ ንሕና ተጋጊና ኣለና። እቲ ትኽክለኛ መብዛሕትኡ ግዜ ዝበሃል ምስጢር ሓደ ትሕቲ ምድሪ፣ ምስጢር ክልተ ልዕሊ ምድሪ፣ ምስጢር ሰለስተ ድማ ዘርኢ ምድሪ ተባሂሉ እዩ ዝፍለጥ ነይሩ። ኣብይ ኣሕመድ ዓሊ ግን ኣብ ዝሓለፈ ሰሙን ዓዲ ሙሉእ ኣኪቡ ምኽሪ ሓደ ትሕቲ ምድሪ፣ ምኽሪ ክልተ ልዕሊ ምድሪ ምኽሪ ሰለስተ ድማ ዘርኢ ምድሪ ኢሉ ምስል ሰሚዐ ነይረ እሞ ኣነ ድየ ተጋግየ ደለኹ ወይ ንሱ እዩ ተጋግዩ ደሎ ኣየናይ እቲ ትኽክለኛ ዝብሃል ኣብ ቦታ ኮመንት ሓሳብኩም ግደፉ ኢኹም ስምዕዎ።
በትግራይ አንድ ትልቅ አባባል አለ ምኽሪ ሓደ፣ ትህቲ ምድሪ፣ ምኽሪ ክልተ፣ ልእሊ ምድሪ፣ ምኽሪ ሰለስተ፣ ዘሪእ ምድሪ ይላል ትግራይ። ናይ ሎምዓንቲ ኣዛራብቲ ኮይኖም ዝወዓሉ ዛዕባታት እዚኦም ይመስሉ ነይሮም። ነዛ ቪድዮ ላይክ ምባልኩም ኣረጋግፁ።